መደብና ሎሚ ሓሙሽተ ሓምለ ክልተ ሽሕን ዒስራን ሽዱሽተን ሰሙናዊ መደብ ሰብ ኣስመራ ንለውጢ ሙቕ ሰላምታና ተቐበሉ መደብና ናብ ውሽጢ ዓዲ ብመንገዲ ኤሪፒኤም ሳተላይት ኣብ ደገ ድማ ብቲክቶክ ኣካውንት ኣብ ትሕቲ ሰብ ኣስመራ ንለውጢ ኣብ ካልኦት ማሕበራዊ ገጻትን ይፍኖ ሰብ ኣስመራ ንለውጢ ሓደ ካብቲ ቀንዲ ዕላማታት ንሱር በተኻዊ ለውጢ ኣብ ኤርትራ ክውን ንምግባር ኣበርቲዑ ይጽዕር ከም መቐጸልታ ናይቲ ኣብ ውሽጢ ዓድን ወፃእን ዝተኻየዱን ዝካየዱን ዘለዎ ሓበራዊ ቃልሲ ኣንጻር ጨቋኒ ስርዓት ኢሳያስን ጉጅልኡን ዜግነታዊ ግዴትኡ ንምፍጻም ተበገሰ ናይ ኤርትራውያን ምንቅስቓስ እዩ ንሎሚ ኢሳያስ ዘዋደዶ ዘሎ ሓድሽ መሪሕነት ኣብ ትሕቲ ዝብል ኣርእስቲ ተጠጂኦም ዘለዉ ሓደሽቲ መደባት ብስርዓት ኢሳያስን ጉጅልኡን ኣተኲርና ክንዝቲ ኢና ኣብ ናይ ሎሚ ኣንቲ መደብና ብቐደመ ተኸተል ብኣባላትና ሰብ ኣስመራ ንለውጢ ፊልሞን ናፖልዮን ዓወትን ዘቕርብዎ ጽሑፋት ክህልዉና እዮም። ክዛብ መወዳእታ መደብና ክትከታተሉና ብኽብሪ ንዕድም። ከም ቀዳማይ ነዚ መደብ ወረቐቱ ኣጻፊፉ ዘለዎ ፍልጠት ንህዝቢ ከካፍል መጺ ዘሎ ሓውና ናኹራ መደብ ክጅምረልና እዩ። ሰላም ንኹላትኩም ኣብዚ ምሳና ዘለኹምን ብሕጂ እውን ተቐዲሑ ትሰምዑና ደቂ ሃገርና ነዚ ቋንቋና ብትኽክል ትሰምዑ ሰባትን ንሕና ሰብ ኣስመራ ንለውጢ ንበሃል ንፈልጦን ዘረጋገፅናየን ነገራት ክንዛረብ ከዓ ኣብዚ ቀሪብና ኣለና መደበይ ቀጥታ ክጅምር እየ የቐኔለይ መእተወይ ነዚ ጽሑፍ ዘቕርብ ዘለኹ ወዲ ሃገር እዚ ዝብሎ ንኽብል ፍቓድ ናይ ማንም ውልቀሰብ፣ ትካል ወይ መንግስቲ ኣይሓትትን ወይ ኣይጽበን። ዝሓለፍኩዎ ህይወተይን ዕድመይን ነዚ ኣብ ሃገርና ዘሎ ገባቲ ስርዓት ክግምግሞን ክርድኦን እኹል እዩ። ኣብ ሃገርና ዘሎ ስርዓት ብእኩብ ናትና ኣይኮነን ወይ ንረብሓና ጠጠው ዝበለ ኣይነበረን ኣይክኸውንን እዩ ድማ። ንህዝብና ክነግሮ ዝደሊ ተሃልዩ እዚ ስርዓት ብሰባት ዝቆመ ትካል እዩ። እቶም ሰባት ብውልቂ የሕዋትና፣ መተዓብይትና፣ ኣዝማድና፣ ደቂ ሃገርና ስለ ዝኾኑ እቲ መንግስቲ መንግስቲ እንድሕር ኮይኑ ናትና ይመስለና። መልሱ ግን ብፍጹም ናትና ኣይኮነን ጥራይ ዘይኮነ ወረግ ሓራዲና እዩ። እዚ ኣብ እንግድዓ ህዝብና ዘሎ መግደራ ክቕንጠጥ መጀመርያ ኣጥዒና ክንፈልጦ ይግባእ። እዚ ኣብ ኤርትራ ዘሎ ስርዓት ብመን ዝቆመ ዋናታቱ በዓል መን እዮም ንኹሉ ብሩህ እዚ ሓዊ ኢሳያስ ዝብሎ ዘሎ ኣቦይ ኢልዎ ንዝብሎን ናተይን ናይ ስድራይን መግለፂ ኢሉ ዘድመዖን ሓቂ ተሃልዩ ንዓና ክሕሸናሲ ዕድመን ጥዕናን ይሃቦን ኢሳያስ ኢሉ መሊስሎም ነቶም ህዝቢ ኢሉና ኢሳያስ ብዕድመ ኣብ ዝፀንሓለን እንታይ ይገብረና ከም ዘሎ ነጋሪ ኣይንደልን
ኣቦይ ኣፈወርቂ እንኳዕ ሓጎሰካ እቶም መሳቱኡ ዝኾኑ ወይ ካብኡ ትሕት ዝበሉ ከዓ ኣያ ኣፈወርቂ ኢሎሞ እንኳዕ ሓጎሰካ ኢሎሞ ናይ ምንታይ ኢልዎም ወድኻ ፕረዚደንት ኮይኑ ምስ በልዎ እታ ዝመለሳ መልሲ ንናይ ኩልና ስድራ ቤት እትምልስ ኮይኑ ይስማዓኒ ዋላ ክሳብ ሕጂ ዋላ ንብድሕሪ ሕጂ ዝቕፅል ማለት እንታይ ኢሉ መሊሱሎም መስለካ? እንታይ ክገብረለይ ንዓይ ብፍሉይ ምእንቲ ንዓና ክሕሸና ዕድመን ጥዕናን ይሃቦ ጥራይ ኢልዎም ኣቦይ። ሕጂ እንታይ እዩ እቲ
profound ዓሚቕ መልሲ። ከም ዝኾነ ዜጋ ብሓውኻ ትሕበን እንተተልካኒ እሕበንን ፈርቓን።
ስለዚ ኣነ ደቂ ሃገረይ ንቃለስ ዘለና ወይ ክንቃለስ ዘለና እዛ ስድራ ትመርሖ ስርዓት እዩ ጴጥሮስ ከም ከይሓነኸ ዝብሎ ብዙሕ ኢና ሰሚዕና ዝበሎ ኩሉ ከዓ ከም ኣፈኛ ናይዛ ስድራ ንኣምኖ ኢና ህዝብና ብዋጋ ዘይትመን ህይወቱ ንብረቱ ዕድላቱ ከፊሉ ንዝሓብሐቦ ውድብ ህዝባዊ ግንባር ሓርነት ኤርትራ ዝመርሕዎ ዝተዋግኡሉ ከማን ሱቕ ኢሎም ኣለዉ እሞ ሱቕ በሉ እዩ መልእኽቱ እሞ ንሕና ከምቲ ንሱ ኣብ ደገ ኮይኑ ሱቕ በሉ ዝብለና ዘሎ ንሕና ምስኡ ኮይንና ኣይንብልን ክንብሉ ዕላማ ናይዛ ስድራ ክንርድኦ ይግባእ። ኣፈኛ ስድራ ኢሰያስ ጴጥሮስ ኣፈወርቂ ብኣፉን ገጹን ሕርቃኑ ከይሓበአ ዝፈልጡን ዘይፈልጡን ክንዳኻ ዘይኣኽላ ብኣኻ ይውዕላ ኢሉ ብምምሳል ኣብ ዘይትፈልጥዎ ኣይትዛረቡ ይብለና ኣሎ። ብዛዕባ እዛ ልዕሊኡ ዝተቐመጥናላ ሃገርና ወረግ ልዕሊኡ ዋጋ ዝኸፈልናላ ሃገር ዝሓለፈን ዘሎን ኩነታት ህዝብና ዝኸፈሎን ዝወረዶን ኣደራዕ ክንዛረበሉ ኢና። እዛ ስድራ ኣፍና ዓጽያ ትትልሞን ትገብሮን ዘላ ብንፈልጦ ብዝርድኣናን መንገዲ ንህዝብና ካብ ምዝራብ ዓዲ ኣይንውዕልን። ኣብ ሃገርና ብህግደፍ ዝግበር ግፍዒ ይኹን ዓመጽ ብሽሙ ኢና ንጽውዖ። ንሱ ኸኣ ዘርኢ ምጽናት ከም ዝተፈጸመን ትፍጽም ከም ዘላን ናይ ዓይኒ መሰኻኽር ኢና። ኩሉ ዝግበር ከኣ ብኣፍልጦ ናይዛ ስድራ ስለ ብዘይ ኣፍልጦ ናይዛ ስድራ ስለ ዘይግበር ከዓ ቀንዲ ዕላማና ኣብ ልዕሊ እዛ ስድራ እዩ ዕድል ጌርና ዝሓሸት ሃገር ተኮይና ዓዲ ቦታትና ህግደፍ ከም ውድብ ክውገዝ ከሎ ህግደፍ ዝበሃል ግኡዝ ነገር ስለ ዘየለ እቶም ውልቀ ሰባት ተሓተትቲ ይኾኑ። ነዚ ኸኣ ደቂ ሃገር ዓቲበም ክቃለሱሉ ንጽውዕ። ደርጊ ከምዚ ገይርና ካብኡ ሓሊፉ መንግስቱ ሃይለማርያም ከምዚ ደጊምና ተባሂሉ ገበርቲ እከይ መንግስቱ ሓዊስካ ዝበዝሑ ዕድመ ጸጊቦም ክሓልፉ ኢና ንርኢ ዘለና። ስለዚ ኢና ድማ ኣብ ሰለማዊት ኤርትራ ብእኩብ ዝሕተት ሰብ ይኹን ትካል ዘይንምነ። እንታይ ደኣ በታ ዝኣበሳ ብኣኣ ይሕተት እዚ ኸኣ ፍትሒ የንግስ። ኣበሳ ዘይብሎም እዞም ሎሚ ምሳና ሓቢሮም ክቃለሱ ንጽውዖም ዘለና ደቂ ሃገርና ኸኣ ነጻ ይወጹ። የሕዋት እዚ በላዕ ሰብ ኢስያስ ይኹኑ ደቁ ኣዝማዱ ኣብ ከባቢኡ ዘለዉ ግድን ኣይኮነን ዓቢ ስልጣን ሒዞም ኣብ ምጥፋእና ካራ ክስሕሉ ክንርኢ። እዚ ኣብ ብዙሓት ዲክታቶራት ዝመርሕወን ሃገራት ዝተራእየ ስልጣን ዘይብሎም ቤተሰብ መራሒ ሃገር ከሽከርክሩ ርኢና ኢና። ንኣብነት ኣብ ሊብያ፣ ዒራቕ ወዘተ ሃገራት ኣብ ሃገርና ነዊሕ ዝገበረ ስልጣን ኣብርሃም ከም ዘሎ ኩልና ንፈልጦ ኢና። ዓያሹ ስለ ዘይኮኑ ኣብ ፍሉጥ ሚኒስትሪ ወይ ትካል ክሽየም ኣይንርእን ወይ ኣይንሰምዕን። እቲ የለ ኣብቲ የለ ተመሲሉ ግን ሃገር ክሕምስ ኩሉ ማዕጾታት ክፉት ምዃኑ ንዕኡ ስለ ዝፈልጥ ባህ ዝበሎ ከም ዝገብር ህዝብና ከስተውዕሎ ዝጸንሐ ሓቂ እዩ። እምበኣር እዚ ካብ በልኩ ብኸመይ እዮም ብግህዶ ነዚ ስልጣን ናብኦም ከስግርዎ ዝሓስቡ ዘለዉ ብርድኢት ክንሪኦ ክንፍትን ኢና እዞም ስድራ ክሳብ ናይ ኢትዮጵያ መራሒ ዶክተር ኣብይ ኣብ ስልጣን ዝመጽእ ዝፈልጦም ውሕድ እዩ ነይሩ። ሓደ ህዝቢ ኢና ኣይከሰርናን ክበሃል ከሎ ስድራ ኢሳያስ ኣብ ኣስመራ፣ ኢትዮጵያ፣ ሱዕድያ ወዘተ ርኢናዮ። እዚ ኣፈኛ እዛ ስድራ ኸዓ ጥማዕ ዝኽርታተይ ዘርእስታ መጽሓፍ ሓቲሙ ንሓወቦኡ ናይ ወሎ እንደራሴ ዝነበረ ደጃዝማት ሰሎሞን ኣብርሃ ንሶም ኣብርሃም ይብሉ ከም መዘከርታ ንዕኦም ኣወፍዮም ንሱ ንዕኡ ይምልከት ሃገርና ባህ ዝበሎምን ሓንጎሎም ጸሚቖም ዝጽሕፉ ምስ ፈቐደት ነቶም ምእንቲ ሃገሮም ዋጋ ዝኸፈሉ ምሽ መጽሓፍቲ ብዙሕ ፓርክታት ብሽሞም ክስየም እዩ። ርግጸኛ እየ እዛ ስድራ ግን ሓንቲ መዘከርታ ከም ዘይህልዋ ኣብታ ሰለማዊት ኤርትራ ነዛ ስድራ ንምርዳእ ከም ገጸ ባህሪ እዚ ኣፈኛ ምዕዛብ እኹል። ጥማዕ ዝኽርታተይ ትብል መጽሓፍ መዘከርታና ሓወቡኡ ደጃዝማች ሰለሙን ኣብርሃ ምውፋዩ ዝነግረና ተሃልዩ ድፍረትን ዘይረሃጽሉ ምግባትን ናይዛ ስድራ ዓቐኑ ዝሓለፈ ምዃኑ እዩ። ኣብ ሰብዓታት ኣብ ሰሜን ኢትዮጵያ ማለት ወሎ፣ ትግራይ፣ ገለ ክፋል ኤርትራ ዘጋጠመ ድርቂ ካብቲ ኣብቲ እዋን ኣብ ምዕራብ ኣፍሪቃ ዘጋጠመ ድርቂ ብብዙሕ ዓቐን ዝዓቢ ክነሱ ዓለም ከይትርእዮ ንንጉስ ሃይለ ስላሴ ንምሕጓስ ሚልዮናት ክሃልቁ ዝዓበጠን ዝዓበየ እጃም ዝነበሮን ደጃዝማት ሰሎሙን ብዝገበሮ ቁኑዕ ይኹን ጌጋ ኢትዮጵያውያን ይሕተትሉ ብደርጊ ከም ዝተረሸነ ይፍለጥ። ተጋዳላይ ህዝባዊ ግንባር ዝነበረ ቤጥሮስ ተኔሩ ነዚ ረሳሕ ታሪክ ዘለዎ ሓወብኡ ምስ ታሪክ እቶም ኣንፃር ሓወብኡ ክቃለሱ ዝጠፍኡ ደቂ ሃገር ተቃሊ ቀታሊኦም ሓደ ስርዓት ደርጊ ስለ ዝነበረ ብምጽግጋዕ ንሃገርና ዋጋ ክኸፍል ከም ዝተረሸነ ንምምሳል ዝኸዶ ርሕቐት እዩ። ስለዚ ካብዛ ስድራ ካልእ ኢና ንጽበ። ስልጣን ወረግደረት ዘይብሉ ስልጣን እንታይ ከም ዝጥዕም ዓጢቓ ትፈልጥ ካብ መሳፍንቲ ኢትዮጵያ ዝመጸት ገዛ ካብ እንግድዓና ክትንቀል ኢደይ ኢድካ የድሊ። ንህዝብና ኣባሓጎኦም ሓጎስ ይኹን ሓወቦኦም ሰለሙን ጅግንኡ ኣይነበሩ ትረፍ ንሶም ሓዉ ኢሰያስ ጅግና ሃገርና ድዩ እቲ ፍርዲ ንህዝብና ንገድፎ ናብ ሓሳበይ ክምለስ ጴጥሮስ ከም ኣፈኛ ሮቤል ከም ምሁር ኮይኖም ዝተቐልቀሉና ድሕሪ ተደምረናን እዩ ተደምረናል እዩ ስለዚ ተላሊና ኢና ኣብ ዝተባህለሉ ግዜ እዮም ክላለዩና መፂኦም ፅቡቕ ሌላ ሕማቕ ዕድል ግን ሓዎም ተኾሊፍና ኢሉ ኣርድእዎ ሕጂ ናብታ ብታሕቲ ታሕቲ ስርሖም ተመሊሶም ይርከቡ። ኣብዚ ኢና ከኣ ክነስተውዕልን ክንከታተሎምን ዝግባኣና። ኣብዛ ስድራ ኣተኪረ ጽሑፈይ ዘቕርብ ዘለኹ ቅንጣብ ንዕቐት ስለ ዘይብለይ እዩ። እምበሺ ከም ሓደገኛታት እየ ዝርእዮም። እዞም ስድራ ስልጣን ሓዎም ተጠቒሞም ክመሃሩ ክዳለው እዮም ጸኒሖም። ሰብ ዝኾነ ሰብ ከም ሰቦም ከማና ኣብ ስደት ኣለው ክብለኒ ይኽእል እዩ። እዛ ስድራ ክትስደድ ከላ ዓራታ ንጹፍ እንጀራኣ ዕጹፍ እዩ ንግዳም ትወጽእ። ምህሮ ተወፈሩ ዝጎቶም ስራሕ የለ ጸገም ስድራ ስለዚ ድማ ጸብለል ይብሉ። ነዚ ንምቕጻልን ስልጣና ወዲ ሓዎ ንምትሕልላፍን ከዓ እጅግኦም ሰብሲቦም ይስርሑ ክሰርሑ ጸኒሖም ክሰርሑ እዮም ድማ እዚ ንዕኦም ዘለዎ መክሰብ ቀደም ይፈልጥዎ ኣብ ቅድሚ ዓይኖም ከዓ ኣብ ሶርያ ሪኦሞ እዮም ስለዚ ከመይ ነዚ ዝጨፍጨፍዎ ህዝቢ ስልጣኖም ከረክቡ ስልጣን ከመይ ከም ዝሓልፍ ከዓ እዚ ዝስዕብ ትዕዝብተይ ክገልጽ። ኣብ ኤርትራ ኩሉ ከም ዝፈልጦ ካብ ሰብዓታት ጀሚሩ እቲ ዝለዓለ ስልጣን ዝነበሮን ዘለዎን ሰብ ኢሰያስ ኣፈወርቂ እዩ። ገለ ክብል ብዛዕባ ኢሰያስ። ህዝባዊ ግንባር ሓርነት ኤርትራ ከም ውድብ ጽቡቓን ሕማቓን ናይ ህዝብና ታሪኽ እዩ። ታሪኽ ስለ ዝኾነ ድማ ደቂ ሃገርና ይኹኑ ወጻእተኛታት ከጽንዕዎ ክምርምርዎ፣ ክንእድዎን ይኹኑ ክነቕፍዎ ንፍቶ ንጽላእ ናቶም ናይቶም ብህይወት ዘለዉ ዕጨ ነዚ ታሪኽ እዚ ግን ከምዚ ሎሚ ንሪኦ ንሰምዖ ዘለና ንኢሳያስ ካብዚ ዛንታ ከተውፅኦ ኣይትኽእልን ንሱ ዘይብሉ ጽቡቕ ይኹን ሕማቕ ናይዛ ውድብ ስለ ዘየለ ክትኣልዮ ተፈቲንካ እቲ ታሪኽ ሮማዕ ይብል ከተላልዮ ኸማን ኣይትኽእልን ነዛ ስድራ ካብ ታሪኽና ኣሊና ክንእዳ ኣይንኽእል ክንነቕፋ ስለዚ ሕሳቡ ክጥዕመና ካባና እዮም ምሳና ነይሮም ይነብሩ ከዓ ኣለው በዚ መንገዲ ሒዝና ኣብ ልዕሌና ዘውረድዎ ንምፅብፃብ ይኹን ንምፅብፃብ ይኹን ብሕጂ ንዝሓስብዎ ንምብርዓን እዚ ሓቂ ምቕባል ይግባእ። ኢሳያስ ኩናት ኣይተሳተፈን ጅግና ኣይኮነን ዶ ገለመለ ጣቋ ይብሉ ዝኣምኖም ልኢኹ ደኣ ከመይ እሾኹ ይውጋእ ኣብ ውሽጢ ሜዳ ይንበር ኣብ ግዳም ኣገዳሲ ኣይነበረን ናቱ ብኣካል ምህላው ኣብ ውሽጢ ኩሉ ተጋዳላይን ህዝብን ሰተት ኢሉ ዝኣተወ ዘድልዮ መካኒዝም ዘቐመጠ ሰብ እዩ። እንሆ ነቲ ናይ ዝሓለፈ ልዕሊ ሓምሳ ዓመታት ዘዳለዎ መቆፃፀሪ ተጠቒሙ ንወዱ ኣብ ስልጣን ንምቕማጥ ዝዓግቶ የለን። ኣነ ይኹን ብዙሓት ከምዚ ከማይ ንሰማምዓሉ ነገር ተሃልዩ ኣብርሃም ኣብዛ ርእስና ከምዝመፅእ ዘሎ ኣሚንና ከመይ ንከላኸሎ ንምግንዛብ እዩ ዕላማና። ነዚ ብምቕባል እዚ ኣይከውንን እዩ ዝብል ናይ ግርህታት ሓሳብ ወጊድ ኢልና ተሓጻጺብና ከመይ ንምክቶ ክንዳሎ ይግባእ። ኣብርሃም ናብ ስልጣን ዝመጸ ነዊሕ ዝተሰርሓሉን ብዙሕ ዝተጻዕረሉን መንገዲ ሓሊፉ እዩ። ንጸላእትና ክንፈልጦም ብዙሕ ዝተጻዕረሉ መንገዲ ሓሊፉ እዩ ክቕየጥ ኣብዛ ክሳድና ንጸላእትና ክንፈልጦም እንበር ክንዕቆም ኣይግባእን ኣብዛ ስድራ ብስልጣን ፀውታ የለን ነዚ ንምግባር ኩሉ ኣብ ኢዶም እዩ ዘሎ ብረቱ ንብረቱ ናቶም ሎቕማጽ ቶስታሱ ምስኦም እዩ ዘሎ ንሕና ንጽውዖ ሰብ ነዚ ኣርሚምዎ ሱቕ ዝበለ ህዝብና እንበር ነዞም ተበለጽቲ ነጊርና ነስምዖ የለ መስኪርና ንረትዖ የለ ፈሊጦም ስለ ዝደቆሱ ስለዚ ከም ጸላእትና ኢና ነቐምጦም እዮም ድማ እዛ ስድራ ክንብል ከለና ነቶም ብዝምድና ዝቐርብዋ ጥራይ ከም ዘይኮነ ግልፂ ክኸውን ይግባእ። ካብቶም ብዝምድና ዝቐርብዋ ከም በዓል ዩኤል ሰብኣይ ሓፍቱን ኢሳያስ ወናነ ኣድማስ ፓፕ ሳባ ሃይሉ ምስ የሕዋታን ኣዝማዳን ወዘተ ክንጥቀስ ክጥቀሱ ይኽእሉ እንታይ ይገብሩ ከም ዘለዉ ካብ ዓይኒ ህዝብና ዝተኸወለ ኣይኮነን ነዛ ስድራ ብናይ ስልጣንን ጥቕምን ኣብ ከባቢኣ ዘለዉ ከም ኣካላ ኢና ንጥምቶም፣ ኣብ ውሽጢ ዓዲ ዘለዉን ኣብ ደገ ዘለዉን። ንኢሲያስ ብሕጂ ኣርባዕተ ቆልዑ ንፈልጠሉ ካብ ህዝብና ዝተሓብኡ ክንደይ ምዃኖም ምስ ግዜ ክቕልዑ ምዃኖም ፍሉጥ'ዩ፣ ድሮ ብዙሕ ሰሚዕና ስለ ዘለና። ስለዚ ዓባይን ብገንዘብ ህዝብና ዝበልጸገትን ንነዊሕ ክትዳሎ ዝጸንሐትን ስድራ ትገጥመና ከም ዘላ ዘይምዝንጋዕ። እዚ ስርዓት ከመይ ተዳልዩ ኣብ ዝሓፀረ ግዜ ነዚ ከተግብሮ ከም ዝወደአ ከም መበገሲ ክንጥቀመሉ መሪፅ ዝመረፅ ዝመረፅናዮ እዚ ናይ ግዜና ወኪል ውሽጢ ዓዲ ናይ ህግደፍ ዘሎ በዓል ግዜ ተዋስኣይ ኣወል ስዒድ ኣብ ልዕሊ ደራሲ ኢስያስ ጸጋይ ዝወርውሮ ዘረባ እዩ ደራሲ ኢስያስ ጸጋይ ከም ስነ ጥበባዊ ብዙሕ ከፍሪ ዝኽእል በዓል ሞያ ምንባሩ ኣይንኽሕድን እዚ ሰብ ይምረጾ ይምረጽዎ ብዘየገድስ ኣብቲ ዝኣመነሉ ዕላማ ኣብ መይኡ ንፉዕ ብመሳጣ ኣቀራርብኡ ዝፍለጥ ምንባሩ ዘካትዕ የብሉን። ነዚ ከም መጠን ከም መንጠሪ ንጥቀመሉ ዘለና ዘለፋ ኣወል ኣብ ልዕሊ ኢሰያስ ንዓና ከም ደቂ ኣስመራ ንለውጢ ዘመሓላልፈና መልእኽቲ ነዚ ዝስዕብ ይመስል። ኣብዚ ከስምረሉ ዝደሊ ኢሰያስ ጸጋይ ንዓና ወይ ንዓይ ካብ ኣወል ዘፍልይ ዘይብሉ ኣገልጋሊ እቲ ስርዓት ምንባሩ ንፈልጥ ስለዚ ክንከላኸለሉ ኣይመፃእናን። ንመዘኻኸሪ። ኢሰያስ ፀጋይ ካብቶም ኣብ ልዕሊ ህዝብና ብቅጥሚ ይከኣሎ ምስ መል ኣካሞት መሳርሕቱ ወዲ ትኹል ብምዃን መርገም ዝሰብሰበ ሰብ እዩ። ገጣሚ ይኹን ድምፃዊ ካብ ሰለስተ ስላሴ፣ ክሉ ዝኽእል ሓደ ኣምላኽ፣ ዝኣምኑ ስድራ ዝመፁ ክነሶም፣ ወያነ ኣምላኽ ጥራይ ትምጥን ሽም ይከኣሎ ነዞም ብዙሕ ዝደኸሙን ዝረሃጹን ተጋደልቲ ብጾቶም ካልእ ኢሎም ክጽውዕዎም እንዳኸኣሉ ነቲ ዘይምርመር ኣምላኽ ሽሙ መንጢሎም ነዞም ጀጋኑ የሕዋትና ኣይ ብኢዶም ኣይ ብእግሮም ኣብ ርእሶም ብምእታው ካልእ ክሓስቡ ከም ዝሕሰቡ ሰባት እዮም። ኣብዛ ናትና ዕድመ ነቲ ናይ በራዩ ታሪኽና ብምቅንጃው ዝውረስ ኣብ ዘይብሉ ዋርሳ ኢሉ ኣብ ሓዊ ክንጥጠቕ ብድሕሪት ዝደፍእ ሰብ ምዃኑ ንኣምን ወረግ ብዙሕ ምተባህለ ዝገበሮ ጽቡቕ ስራሕ እኳ እንተሃለወ በዚ ኢና ንግምግሞ ንሕና ስለዚ ንምንታይ ደኣሉ ኣወል ዝዝጥሎ ዘሎ ንምርዳእ እዚ ዝስዕብ ትዕዝብተይ ከካፍል ኣብ ሃገርና ኩሉ ነገር ብሳንሱር እዩ ዝመሓላለፍ ኣወል ዘቕርቦ ኩሉ ከዓ መጀመርያ ዝተፈቐደሉ ነገር ጥራይ እዩ ዝዛረብ ቀሪፁ ከዓ ተፈትሹ ይዝርጋሕ ንኣብነት ኣብ ሓደ እዋን ህይወትካ ዘኸፍል ዝነበረ ሓበሬታ ኢሰያስ ኣብ ቃኘው ይኣቱ ነይሩ ዝብል ዝነበረ ዘረባ ኣብዚ ቀረባ ግዜ ብዓወል ከም ዋዛ ክንገር ተደልዩ። ስለዚ ለኣኽቲ እዚ ሰብ መን ምዃኖም ከም መረጋገጺ እንድሕር ወሲድናዮ፣ እዚ ዝሰማዕናዮ ዘለፋ ዝመስል ኣብ ልዕሊ ኢሰያስ ጸጋይ ምንጩ ሓደ እዩ። እንታይ ንምትሕልላፍ ደኣሎም ሕጂ ነዚ ዋርሳይ ዝብል ሽም ንበሎ ሳጓ ከም ዘየገድስ ክነግሩና ደልዮም። ኣብዚ ከስምረሉ ዝደሊ ኣወል ንኢሰያስ ጸጋይ ጽልኢ ሃልይዎ ዋላ ክዝንጥሎ ስለ ዝደለየ እዩ ከምኡ ኢሉ ኢልና ኣይንኣምንን። ብርድኢተይ ብርድኢትና ኣወል ዘመሓላለፎ መልእኽቲ እቲ ተጋዳላይ ዝብል ሽም ዋጋ ከም ዘይብሉ ኣነ ተጋዳላይ እየ ብምባል ዘንጢሉ ዋርሳይ ዝብል ሽም ተራ ሰብ ስለ ዘውፅኦ ኣይምጥነናት እዩ ኣይምጥነናን እዩ ብዘስምዕ ኣቀራርባ ብምእላይ ተጋዳላይ ይኹን ሃገራ ኣገልግሎት ሓደ እዮም ብምባል ንመፃኢ ኣገልገልቲ ኣብርሃም ዝኾኑ ካብ ሃገራ ኣገልግሎት ብምሽያ ማዕረግ ብምሃብ ኣብ ሚኒስትርታት ብንኣሽቱ ኣገልገልቲ ኣገልገልቲ ብምትካእ ነቶም ኣብ ስራሕ ዝጸንሑ ተጋደልቲ እንተ ብፍቶት እንተ ብሓይሊ ንምውጋን ምዃኑ ቁልጭ ኢሉ ይረኣየካ። ነዚ ዝመስል ሓሳባት ዝተሓንገጠ ህግደፍ ብመንገዲ ኣወል ገይሩ የለማምደና ከም ዘሎ ፈሊጥና ክንጸንሕ ዝግበር ክንገብርን ንምባል ንህዝብና ናትና ኣጠማምታ ነካፍሎ ኣሎና። መዕረጊ ናይቲ እዚ ሶሪ መዕረጊ እዚ መእተዊ ዝተጠቐምኩሉ ጴጥሮስ ይኹን ስድርኡ እምነ ኩርናዕ ናይቲ ዝሓለፍናዮን ዘለናዮን መግደራ ይኹን ናይዚ ብሕጂ ተጠጅኢልና ዘሎ ስለ ዝኾነ እንበር በይኖም እዮም ተሓተቲ ይብል የለኹን ሎሚ ነዚ ክብሎ ሎሚ ነዚ ንብሎ ዘለና ኣብ ንብለሉ ግዜ ንዝመጽኣና ዘሎ ንምግንዛብ እንበር መን እዩ በደለኛ ኣብ ዝሓለፈ ኩነታት ሃገርና ንምግላጽ ኣይመጻእናን ንሱ ንቀባሪ ምርዳእ እዩ ዝዓመጹን ዝተዓመጹን ብሂወት ስለ ዘለና ባዕላቶም ተጋደልቲ ዝነበሩ መጽሓፍ ጽሒፎም ኣማኢት ቃለ መጠይቃት ገይሮም ኣቐሚጠሞ ስለ ዘለዉ ኣብኡ ግዜ ክነጥፍእ ምኽንያት የብልናን። ኣብ ፍትሓዊት ኤርትራ ዝሕተት ክሕተትሲ ቅድም ናብኡ ንብጻሕ ንብል ኣሎና። እዞም ተጸዋዊዖም ንኣብርሃም ኣብ ስልጣን ንምምጻእ ለይትን ቀትርን ዝሰርሑ ዘለዉ ኣብ ውሽጢ ዓዲ ዘለዉ ይኹኑ ኣብ ፈቐዶ ኤምባሲታት ዝብልወን ኣከብቲ ቀረጽ ፋሕ ኢሎም ዘለዉ መንእስያት ኮይኖም ብፀቢብ ዝሓለፉ ተፀፊዖም ናብ ስራሕ ዝተመልሱ ምኻኖም ክንፈልጥ ይግባእ። ንኣብነት ኣብ ስዊዝ ዘሎ ሓብቶም ኣብ ኤርትራ ነዊሕ ተደርብዩ ኣብሲሎም ኣብ ኣዲስ ኣበባ ድሕሪ ምፅናሕ ብሞራል ብሓይሊ ዝሓለፎ እንዳገፈጠ ክሰርሓሎም ዝፈነውዎ እዩ። ካልኣይ ኢሳያስ ገብረኣብ ኣብ ዩጋንዳ ወኪል ቆንስላዊ ቤት ጽሕፈት ዝነበረ ወዲ ማይተመናይ ድሕሪቲ በሊዑ ዝጸገቦ ወዲ ገራህቱ ዝተረከቦ ነቲ ቤት ጽሕፈት ሸያጢ ፓስፖርት እዩ ነይሩ። ጽቡቕ በሊዑ ኣስመራ ወሲዶም ዝበልዖ ኣኩሲዖም ንሽወደን ዝመለስዎ ተበላጺ እዩ። ኣብ ዝኣኽለኒ ዝተረፈ ናባኹም ቴንክ ዩ
የቐንየልና ሓውና ናኹራ ኣወል ስዒድ ዘመሓላለፎ ከመበገሲ ጌርና ናይ ሎሚ ኣርእስትና ኢሳያስ ዘዋድዶ ዘሎ ሓድሽ መሪሕነት ኣብ ትሕቲ ዝብል ኣርእስቲ ሓውና ናኹራ ወረቀት ናይ ሓውና ናኹራ ዘዳለዎ ወረቀት ኢኹም ክቡራት ሰማዕትና ክትከታተሉ ፀኒሕኩም ቴንኪዩ ናኹራ ቀፂለ ዕድል ዝህቦ ናፒ እዩ እወ ቴንክ ዩ ሓው ናፒ እውን ዘዳለዎ ፅሑፋት ኣሎ ስለዚ እዚ ናይ ሎማዓንቲ ኣብ ምትትኻ ንምንታይ ንምንታይ ዕላማ እንታይ ዓይነት ተካእቲ ደረ ስልጣን ተካእቲ ውሕስነት ናብ ሰላማዊ ምስግጋር ኣብ ዝብል ንህዝብና ስፍሕ ዝበለ ትንታነ ኣናሊስስ በሃል ክነመሓላልፍ ኢና ሎማዓንቲ መደብና ሰሪዕና ዘለና ሓዊ ናፒ ዘዳለወዎ ፅሑፍና ኣሎ ናፒ ዕድል ናባኻ
ኣራይ የቐኔለይ ኩላትኩም ኣባላት ሰብ ኣስመራን ለውጥን ሰዓብትን ነዚ መደብ ክትከታተሉ ድመፅኹምን ብልቢ ነመስግን። ከምቲ ክገልፅዎ ዝፀንሑ ስርዓት ኤርትራ ዝኽተሎ ዘሎ መስርሕ ናይ ምስግጋር ናይ ስልጣን ከመይ ከም ዝመስል ብወገና እውን ኣስፍሕ ኣቢልና ቁሩብ ክንገልፅ ኢና። ራዕዲ ንፀላኢኻ የተርንዖ እዩ። ብፍላይ ነቲ ብናይ ቀለም ሓሳባት ከይተረፈ ዘንፈጥፍጥ ፀላኢ እቲ ብስም ህዝባዊ ሓርነት ልኡላውነትን ጸጋታት ህዝብን ኤርትራ ኣብ ሽሕን ትሽዓተ ተስዓን ሓደን ምሉእ ብምሉእ ዝተቖጻጸረ ሓይሊ፣ ከይወዓለ ከይሓደረ፣ ነቶም ካብ እዋን ሃጸይ ሃይለስላሰ ድሒሮም'ውን ኣንጻር ስርዓት ደርጊ በቲ ዘንቀሉዎ ሓባራዊ ፖለቲካዊ ስነ-ሓሳብ ንኣስታት ልዕሊ ዕስራን ሓሙሽተን ዓመታት ዝተቓለሱ ብጾቱ ሓመድ ሓመዶም ከይነገፉ'ዩ ብሓድሽ ደም ይትከኦም ከም ዘሎ ኣብቲ ብሳልሳይ ውድባዊ ጉባኤ ዝፍለጥ ብሸንሸዓቲሚተሰዓርባዕተ ወርሒ ክልተ ኣብ ናቕፋ ኣርድዎም ጸኒሑ እውን እታ እንኮ ውሕስነት ህዝቢ ኤርትራ ዝነበረት ነቲ ድኹም ከም ምርኩስ ነቲ ሓያል ከኣ ከም በትሪ እተገልግል ቅዋም እውን ዕምራ ከሕጽራ ግዜ ወሰደሉን እቲ ቀዳማይ ምዕራፍ ህዝባዊ ዕንወት ከኣ ሓደ ኢሉ ፈሊሙ። ድሕሪዚ ዝሰዓበ ደማዊ ግጭት ኲናት ተስዓን ሸሞንተን፣ ጭውያ ላዕለዎት ሰበስልጣን ኣባላት ባይቶ፣ ምዕፋን ልሳን ጋዜጠኛታት ሕሉፍ ሓሊፎ'ውን ኣመንትን መራሕትን ሃይማኖታት ንምጭዋይን ምብሰበሳን ከም ንቡር ክወስዶ ምጀመረ፣ ኣቦ ወንበር ህግደፍ ንኤርትራ ናብ ደም ሰትያ ዘይትትርክስ መቓብር'ዩ ቀይርዋ። እቲ ካብ እዋን መግዛእቲ ጥልያን ኣትሒዙ ክሳብ ሎሚ ኩናት ዘይተናፈጎ ህዝቢ ኤርትራ'ውን ነቲ ከም ዋንነቱ ዝሪኦ ህዝቢ ኤርትራ'ውን ነቲ ከም ዋንነቱ ዝሪኦ ሰውራ ኤርትራ ምቕባጽ ግዲ ስኢንዎ እቲ ዝዓበየ ስእሊ ከይሪኦ ሓንጊዱ ይርከብ ኣሎ። ቁጠባዊ ውድቀት፣ ፖለቲካዊ ነውጺ፣ ስግኣት ናይ ጸጥታ ብዓቢኡ ከኣ ዘይብቑዕን ዘይምቹእን ምሕደራ ዘስዓቦ ዘይምርግጋእ፣ እቲ ውሕስነት ህዝብን ሃገርን ዝኾነ መንእሰይ ኣንፈቱ ናብ ዓዲ ጓና ክኸውን ተገዲዱ ኣሎ። እዚ ክጥርነፍ ዘይከኣል ማሕበራዊ ፖለቲካውን ሕንፍሽፍሽ ንመስርሕ ስልጣን ገባርን ሓዳግን ኤርትራ ዘየሰክፍ ጎደና ክኾነሉ ክኢሉ እዩ። እቶም ሓድጊ ስድራ ቤቶም ዝኾኑ ኣጉባዝ ኤርትራ ኣብታ ኣብ ኣፍደገ ገሃነም እሳት ዝኾነት ሳዋ ብዝግባእ ሕጽቦ ኣእምሮ ድሕሪ ምክያዱ፣ እንትርፎ ውሑዳት መስመሮም ተኸቲሎም ደርብታት ዝሕዙ፣ እቲ ዝበዝሐ ኣብ ፈቐዶ ኩርናዓት ሃገር ተበቲኑ መጻኢኡ ከም ሓሙኹሽቲ ክብተን እዩ ተፈሪዱ ዘሎ። ስርዓት ኤርትራ ብገዛእ ዜጋታቱን ማሕበረሰብ ዓለምን ተነጺሉሉ መሊሱ ኣብ ተነጽሉኡ መሊሱ ኣብ ዝዓርገሉ ዘሎ እዋን እታ ሓንሳብ ኣብ ነፍሲ ወከፍ ሰላሳ ዓመታት ዝመዛ ሓድሽ ደም ሕጂ ውን ንስልጣን ዘይወግዓዊ መራሒ ኤርትራ ዓይኖም ዓሚቶም ዘገልግልዎ መንእሰያት በቲ ናይ ጥፍኣት ስነሓሰቡ ዝተመልመሉ ኣብ መስርሕ ኣብ መስርዑ ኣዳልዮም ይርከብ ኣሎ። እቲ መሰረታውን ትኽክለኛ ዕቤትን ፖለቲካዊ መስርሕ ከኣ ተካእቲ ወለዶ ካብ ስድራ ቤት፣ ማሕበራት፣ ቤት ትምህርቲ ተመልሚሎም ኣብ ንጡፍ ተሳትፎ ዓብዮም ድምጽን ድሌትን ህዝቢ ከተግብሩ ዝሕልኑ ወለዶ ከፍርዩ እዩ ዝግብኦም። ኣብ ዝሓለፈ 35 ዓመታት ኪኖ ውሽጢ ሃገር ኣብ ከባብን ኣህጉርናን ዓበይቲ ፀለውቲ ኮይኖም መድረኽ ክልውጡ መድረኽ ዝልውጡ ክኾኑ ዝግብኦም በንፃሩ ነቶም ኣብ ዝሓለፈ 35 ዓመታት ንህዝቢ ኤርትራ ብህይወቱ ከሎ ኣብ ገሃንም እሳት ክነብር ዝፈረዱ ተካእቶም ዋላ እኳ ብተመሳሳሊ ናይ ኩናትን ዓመፅን ተመክሮ ሒዞም ዝመፁ ኣይኹኑ ንኣህላቂ ፖለቲካዊ ስነ-ሓሳብ እቲ እንኮን እቲ እንኮ ገባርን ሓዳግን ዝኾነ ኣቦ ወንበር ህግደፍ ከገልግሉ ግን ድሉዋት ኮይኖም ኣለዉ። ስርዓት ኢሳያስ ድሕሪቲ ኣብ ተስዓን ሓደን ስልጣን ድሕሪ ምቁጽጻሩ ማሕበራዊ ኣቋውማን ኣቀማምጣን ኤርትራ ካብ ኣውራጃታት ናብ ሸውዓተ ዞባታት ለዊጡ ክስጉም ድሕሪ ምጽንሑ እዚ ጥበብ እዚ ከኣ ልክዕ ከምቲ ማኪያቨላዊ ጥበብ ኮይኑ ኣብ ዝሓለፈ ሸሞንተ ትሽዓተ ዓመታት ነተን ዞባታት ኣብ ዘለውኦ ዘይንጡፋት ድስኩላትን ከም ዝኾና ድሕሪ ምግባር፣ ንኤርትራ ኣብ ሰለስተ ዓበይቲ ወተሃደራውያን ክፍልታት፣ ክንፍታት፣ ማለት ማእከላይ፣ ምዕራብ፣ ምብራቕን ናይ ወጻኢ እዝታትን ድሕሪ ምቛሙ፣ ንቢሮክራስያዊ ኣሰራርሓ ክጭፍልቖ'ዩ ተራእዩ። እዚ ኸኣ ንወራሲ ዓራት ቦኹሪ ወዱ ኣብርሃም ኢሰያስ ኣፈወርቂ ብዘይ ዕንቅፋት ንስልጣን ንምቁጽጻር ዘኹእሎ ዓቢ መድረኽ ምዃኑ ንኹሉ ርዱእ ክኸውን ይግባእ። ተራ ናይ ብምሉኡ ኣብ ደንበ ተቓውሞ ዝርከብ ተቓላሳይ ንህዝቢ ኤርትራ ከም ሃገሩን ከም ርስቱን ገይሩ ንዝርኢ ሰብ እዚ መስርሕ ኣካይዳ ሓደ ካብቲ ዓበይትን ኣዕለውትን ዝኾነ ስጉምቲ ምዃኑ ድሕሪ ምግንዛብ ብፍላይ ከኣ ነቶም ኣብ ዲፕሎማስያዊ መስርሕ ዝነጥፉ ንስርዓት ኤርትራ ወኪሎም ዘገልግሉ ዘለዉ ዜጋታት ኣብ ግብጺ ይኹን ኣብ ኡጋንዳ፣ ሩስያ፣ ሕቡራት መንግስታት ኣሜሪካን ብሓፈሻ ሰሜን ኣሜሪካ፣ ኤውሮጳ፣ ሕቡራት ሃገራትን ብስም ኮሚኒቲ ዘካይድዎ ኣዕነውቲ ዝኾኑ ስጉምትታት ብኣግኡ ክቖጽዮ ናይ ኩሉ ሓላፍነት ምዃኑ ክርድኡ ይግባእ። ብዘይካዚ እውን ኣብ ውሽጢ ሃገር ዝካየድ ዓይኑ ዝዓመተ ራስያ፣ ቅንጸላን ጥፍኣትን ዝኾነ ስጉምቲ ብኣግኡ እንተደኣ ዘይኣልዩዎ፣ እቲ ምዕራፍ ከይተዛዘመ እንከሎ፣ ኣተኩሮ ተቓለስቲ ፖለቲካዊ ንቕሓት እንተዘይቀሲሙ፣ ድሕሪ ለውጢ ፍትሒ ካብ ኢድና ከይተምልጠና እንጽዕሮ ዘለና ኣገባብ ብኣግኡ ክቁጸ ከምዝኽእል ኣብ ኣፍሪቃ እቲ ዝተራእየ ናይ ህልቂት ናይ ሩዋንዳ ናይ መወዳእታ ምዃኑ ዝእመነሉ እኳ እንተኾነ ኣብ ኤርትራ ዳግማይ ከይረኣ ኣሰካፊ ዝኾነሉ ግዜ እዩ። እዚ ብምባል ኩሉ እቲ መብጽዓታት ኣነ እንታይ ተራ ኣለኒ ካልኦት እንታይ ተራ ኣለዎም ብዘይገድስ ኩላትና ናትና ተራ ብምጽዋት ንሃገርና ካብ ናይ ጥፍኣት መገዲ ኣገላጊልና ናብቲ ጎደና ሓርነት ጎደና ዕቤትን ብልጽግናን ዝኾነ መገዲ ብምውሳድ እጃምና ክንጻወት ይግባእ። የቐንለይ።
Thank you ሓውና ናፒ ኣብ ዙርያ ሓድሽ ደም ዘለዎ ስክፍትኡ ካብ ታሪኻዊ ድሕረ ባይታ ኣተሓሒዙ ካብቲ ናይ ተስዓን ኣርባዕተን ወርሒ ክልተ ናይ ሳልሳይ ውድባዊ ጉባኤ ህዝባዊ ግንባር ዝተራእየ ክስተታት ኣብዚ ሕጂ ምስዚ ዘሎ ሕጂ ከገጣጥሞ ፈቲኑ ኣሎ ብጣዕሚ ፅቡቅ ኣናሊሲስ ሂብካ ኣለካ እምበኣር ከም መቐፀልታ እዞም ሰባት እዚኦም ናብ ስልጣን ምስ ዝመፁ ታሪክ ዝሓለፈ 35 ዓመታት ኣብ ኤርትራ ዝረኣናዮ ኣካይዳ ከምኡ እውን ኣብቲ ናይ ብረታዊ ቃልሲ ዝነበረ ተሪር ወታደራዊ ዲሲፕሊን ዘስዓቦ መዘዝን ኣብ ሲቪላዊ ማሕበረሰብ ክጥቀመሉ ብምፍታንካ ንምባል እዩ ሕጽር ዝበለ ኣነ ጽሑፍ ኣዳልየ ኣለኹ ካብኡ ናብ ናይ ህዝቢ ርእቶ ክነደርዖ ኢና ማለት እዩ ሕራይ እምበኣር ነባሪ ህዝቢ እምበር ነባሪ ስርዓት የለን ናይ ሓባር ዕላማ ብዝፈጥሮ ኣተሓሳስባ ናብ ነገራዊ ሓይሊ ተቐይሩ ሸትኡ ምስ ዝወቀ ነዚ ዕላማ ክኸውን ክውን ክገብሩ ዝተኣኻኸቡ ዝተፈላለየ ድሕረ ባይታ ዘለዎም ሰባት ስርዓት ይፈጥሩ። እቲ መበገሲ ናይቲ ቃልሲ ደርባዊ ወጽዓ፣ ናይ ብሄር ጭቆና፣ ዘይምዕሩይ ክፍፍል ሃብቲ ሃገር ወይ'ውን ከምዚ ናይ ሃገርና ኤርትራ ቃልሲ ኣንጻር ገዛእቲ ንናጽነት ዘበገሶ ክኸውን ይኽእል እዩ። ንኣብነት ናይ ሃገርና ኤርትራ ምስ እንወስድ እዞም ንብሎም ዘለና ሰባት ምሁራት፣ ሸቃሎ፣ ሓረስቶት ዝተፈላለዩ ሰዓብቲ ሃይማኖት ዘጠቓልሉ ክኾኑ ከለዉ እቲ ቃልሲ ብሓያል ወተሃደራዊ ዲሲፕሊን ኣቃውማ ዝተሃንጸ ግራማዊ ቅርጺ ኣለዎ ነይርዎ። ከምዚኦም ዝኣመሰሉ ሓይልታት ብናይ ኒኮላ ማካቪሊ ስውር ኣካይዳ ሜላ ዝተመልመሉ እዮም። The End Justifies the Means ብኻልእ ኣዘራርባ ነቲ ዕላማኻ ንምጭባጥ እትኽተሎ መስርሕ ብሞራል ሕግን ቅቡል ዘይኮነ ኣምራት ምኽታል ከም ቅኑዕ ስጉምቲ ምውሳድ ብምኽንያት የእማኒ ትገብሮ። እቲ ኣሉታዊ ሸነኻቱ ግና እቲ ከም ቅቡል ዝወሰድካዮ ከም ባህሪ ይወሃሃደካ እሞ ንሎሚ ብናይ ትማሊ መዓልቱን ግዚኡን ብዝሓለፈ መቕዘፊ ጀልባ ንመርከብ ከተማእዝን ምፍታን እዩ። ምናልባት ክሳብ ጽባሕ ወይ'ውን ድሕሪ ጽባሕ ገለ ማዕበላት ትሰግር ትኸውን። ብርግጽ ግና እታ ዳሕረወይቲ ለይቲ ዝብገስ ሓያል ማዕበል ኣብቲ ዝድለ መዓርፎ መልሕቕካ ከይዘርጋሕካ ድራር ዓሳ ክትከውን ኢኻ። እቲ ጌጋ ትማሊ ዝተኸተልካዮ ተሪር ወተሃደራዊ ኣካይዳ ኣብ ሲቪላዊ ወይ በርጌስ ማሕበረሰብ ተተግብሮ ምህላውካ እዩ። ኣብቲ ንኹሉ ወጽዓ ምእንቲ ራህዋ ቢሉ ርእዩ ከም ዘይረኣየ ወይ እውን ከም ልማድ፣ ባህሊ፣ ወሲዱ ንኣካይዳኻ ዝተቐበለካ ቁንጣሮ ኣካል ወዲ ህዝቢ ተጋዳላይ ዘንገስካዮ ውልቀ መላኽነት ነቲ ብሃንቀውታ እተጸበየካን ንሓያል ማዕበል ክትሳግሮ ዝተተስፈ እልቢ ዘይብሉ ዜጋ ብዝረዓዱን ሰብ ረብሓን ወይ እውን ሰብ ግዜን ኢና በሃልቲ ጉጅለ ዝቆመ ትካላዊ ኣሰራርሓ ትካላዊ ኣሰራርሓ ዘይኣምን ሃገር ከተመሓድር ሕርያ ምውሳድካ እዩ። ነዚ ጉጅለ እዚ ኢና እምበኣር ስርዓት ንብሎ ዘለና። እዚ ስርዓት ንዝሓለፈ ሰላሳን ሓሙሽተን ዓመታት ንሃገርና ኤርትራ ከም ናይ ውልቀ ንብረቱ ገይሩ ዘድምያ ዘሎ መንግስቲ ዝብል ብልክዕ ስለ ዘይምጥኖ ብዝተመሓየሸ ቋንቋ ጉጅለ ኢሳያስ ወይ ድማ ስርዓት ኢሳያስ ንስመዮ። ጉጅለ ኢሳያስ በካይድኡ ኣብ ደምበ ዲክታተር ስርዓት ይምደብ። ስርዓተ ዲክታተር ብባህሪኡ ካብ ውሽጡ ንዝለዓሉ ሃየስቲ ወይ ድማ ነቐፍቲ ጸማም እዝኒ ስለ ዝህብን ዘይጻወርን ደገ ኮይኑ ንዝዕዘቦ ቁልውላዉ ብኣግኡ ከተለልዮ ኣጸጋሚ እዩ። ዲክታተራውያን ስርዓታት ምስ ህልዊ ብድሆታት ፊት ንፊት ምርማጽ ስለ ዝኸብዶም ከም መህደሚ ኣብ ዝሓለፈ ዝናን እናሻዕኑን ዝተሰነዐ ታሪኽ ብምድላው ኣቃሊልካ ዘይረኣ ብዝሒ ህዝቢ የደናጉዩ እዮም። ኣብነት ጉጅለ ኢሳያስ መሪር ጉዕዞ ንናጽነት ኤርትራ ከም ውልቃዊ ዓወቱ ገይሩ ክገልጾ ንሰምዖም ኢና። እንተኾነ ግና እዚ ታሪኽ ናይ ኩሉ ህዝቢ ኤርትራ ደኣ እምበር በይንኻ በሪሕካ ወጺእኻ ወናኒ ትኾነሉ ዓወት ኣይኮነን። ካልኦት ኣብነታት ንምጥቃስ ኣብ ዙርያ ዲክተተርስ ንኣብነት መንግስቱ ሃይለማርያም ፕረዚደንት ናይ ኢትዮጵያ ካብ 1974 ክሳብ 1991 ዝነበረ ኣብቲ መጀመርያ ዘመነ ስልጣኑ መሬት ላራሹ ምጥፋእ መሃይብነት ኣብ ዝወሰዶ ዓብይ ታሪካዊ ስጉምቲ ነዚ ከም መነየቲ ይጥቀመሉ ነይሩ ክሳብቲ ዳሕረዋይ እዋን ማለት እዩ ሮበርት ሙጋበ ሽንሸና ሕርሻ መሬት ካብ ጸዓዱ ሓረስቶት ናብ ደቀባት ዚምባብዌውያን ስለ ዝሰጋገረ፣ እቲ ብድሕሪኡ ዘምጽኦ ዝነበረ ቁጠባዊ ዝቕጠት ዘጋጠሞ ቁጠባዊ ዝቕጠት መሸፈኒ ይጥቀመሉ ነይሩ። ኢዲ ኣሚን እውን እንተኾነ ናይ ዩጋንዳ መራሒ ምስጓግ ሰብ ህንዳውያን መበቆል ዘለዎም ዜግነት ናይ ዩጋንዳ ዝወሰዱ ምእንቲ ቁጠባዊ ሓርነት ካብ ሃገር ሰጒጎም እዩ እዚ እውን ከም ሓደ ዓብዪ ይነተሉ ነይሩ ማለት እዩ ነቲ ድሒሩ ዘምፀኦ ጭፍጨፋ ከምቲ ኣብ ላዕሊ ዝገለጽናዮ፣ እቶም ዝረኣዩ ቅልውላዋት ቀልጢፎም ጽቕልል ኢሎም ከይረኣዩ፣ እቲ ላህመት፣ ዝና፣ ስኑዕ ታሪኽን ነቲ ብውሽጢ ፈልኽ እንዳበለ ዝምዕብል ዘገምታዊ መቕዘንቲ ስለ ዝሽፍኖ እዩ። እንተኾነ ጨጓር በጊዕ ኣሎ እንዳበልካ ይመውት ድዩ ዝበሃል፣ ህዝቢ ከይተረድኦን ከይተጸበዮን ንዝመጽእ ነታጒ፣ ንምዕባስ ጉያ ጉያ ይኸውን። ኣብዚ ናይ ሞትን ሕየትን ግዜ ዲክታተራውያን ስርዓታት ገለ ናይ ባህሪ ለውጢ ዝመስል ጠባያት ክቕይሩ ይግደዱ። ንኣብነት ሓደስቲ ገጻት ኣብ ምልላይ፣ ንነዊሕ እዋናት ተዓጊቶም ዝነበሩ ሰርቪስ ወይ ድማ ዕድላት ስራሕ ብጩራ ብርሃን ብዝመስል ርቀት ኣሉሒካ ምጅማር፣ ምዕዳል መሬት፣ ምሻም ሓደስቲን ንባራት ሰበስልጣንን። እንተኾነ ናይ ዓቕሊ ፅበት ዘምፀኦ ደኣ እምበር ብልክዕ ኣሚኑን ንስሓ ወሲዱ መንገዲ የማን ንምኻድ ኣይኮነን። ስልታዊ ምፍግፋግ ድማ ይበሃል። ቅድሚ ናብቲ ክስዕብ ዝኽእሉ ሲንያሮታት ተኽእሎታት ምስጋርና ነሰራርሓ ዲክታቶራዊ ስርዓት ብዝምልከት ገለ ወስ ክንብል ካብዚ ተበጊስና ከመይ ኢሉ እዩ መሓውራት መሓውራት ንኩሉ መሓውራት ዝቆፃፀሩ ምባል እዩ ስለዚ እተን ሲናሪዮታት ንብለን ዘለና ናይ ግድን ኣብ ምትኽኻእ ክመፃየን ማለት እዩ ስለዚ ቅድሚተን ኣብ ምትኽኻእ ዝመፅእ እቲ ዲክታተር ከመይ ገይሩ እዩ ንዝሓለፈ 35 ዓመት ዓመታት ንዓና ሙሉእ ኩሉ ነገሩ መሓወራቱ ዝተቆፃፀርና ክንገልፅ ኢና ስለዚ እቲ ዝመፅእ ዘሎ መተካእቲ እውን ወይ ተካእቲ ኢልና ፖሲቢሊቲ ኣቐሚጥናዮ ዘለና ነዚ ኣካይዳ እዚ ዝድግፉ እዮም ወይ ነዚ ኣካይዳ እዚ ፎሎ ዝገብሩ ሰባት እዮም ሰብ ኣስመራ ሜለውቲ ሰብ ኣስመራ